ሰላም ኣብ ርሑቕን ቀረባን ኮንክን መደባተይ ትከታተላ ዘለኽን ኣሕዋት ብሙልእክን ጽቡቕ ክትህልዋ ተስፋ ይገብር። ከምቲ ዝፍለጥ ለሚን ካብቲ ቀንዲ ምንጪ ናይ ቪታሚን ሲ ኮይኑ ንሱ ከኣ ንምጽዕዳው ወይ ንምብራህ ቆርበት ዝጠቕመናዩ። ንሎሚ ብለሚን ዝስራሕ ንሙሉእ ሰውነትና መጻዕደውን ሓደ ሕብሪ ንኽሕዝ ዝሕግዝን ከምኡውን ካብ ኣብ ሰውነትና ማለት ኣብ ሕቖና ይኹን ኣብ ኣፍ ልብና ካብ ዝወጸና ፈጸጋ ከምኡ ድማ ደቀቕቲ ዕንፉሩራት ዝጠቕመና ኮይኑ ብተወሳኺ ውን ንብዝተፈላለየ ምኽንያታት ሕብሩ ንዝቐየረ ቆርበት ናይ ገጽና ከጻዕድወልና ዝኽእል ትሕዝቶታት ኢና ክንሰርሕ ስጋብ መወዳእታ ክትከታተልኦ ይዕድመክን። ነዚ ናይ ሎሚ ኣዳሊናዮ ደለና ማስክታት ንክንሰርሕ እምበኣር ቀንዲ ዘድልየና ለሚን እዩ። ለሚን ቅራፍ እዩ ኢና ክንጥቀመሉ ማለት እዩ። ብቅራፍ ሌሙን ዝዳለው ማስክታት ኢና ክንሰርሕ። ቅራፍ ለሚን ቀሪፍና ኣጽሪና ክንሓጽቦ ኢና። ኣጽሪና ሓጺብና እዚኣ ናይ ሓንቲ ለሚን ዕቅን እየ ጌረ ደለኹ። ብሓንቲ ኩባያ ማይ ኣጸቢቐ ኣፍሊሐዮ ኣለኹ ስጋብ ዝበስል ማለት እዩ። ምስ በሰለ ምስ ማዩ ኣብ ናይ ኮሚደረ ንጥሕነሉ ኣብኡ ጌርና ነዕስሮ ከምዚ ዓይነት ክሬም ዓይነት ክመጸልና እዩ ኣብዚሕና እንድሕር ኣዳሊና እውን ንነዊሕ ግዜ ማለት ንሰለስተ ወርሒ ዝኣክል ኣብ ተላጃ ክጸንሓልና ይኽእል እዩ እታ መጀመርያ ነዳልዋ እምበኣር ንኹሉ ሰውነትና ዝተፈላለየ ሕብሪ ዘለዎ ማለት እዩ መጻዕደዊትን ከምኡ ድማ ካብ ፈጸጋ ይኹን ዑንፍሩር ተድሕነና ብተወሳኺ ድማ ጥዑም ጨና ትህበና ኮይና ኣዝያ ውጽኢታዊት ማስኪ ኢና ክንሰርሕ ኣብ ጽሩይ ሸሓኒ ንኣብነት ሓንቲ ማንካ ካብዛ ዘዳለናያ ናይ ቅራፍ ለሚን ክሬም ሓንቲ ማንካ እንተ ጌርና ምስኣ ሓንቲ ማንካ ነሻ ማለት ኮርን ፍላወር ከነእትወላ ኢና። እዛ ማስክ ኩሉ ሰሙን ቅድሚ ሻወር ምግባርና ኢና ክንጥቀመላ። ቅድሚ ምልካይና መጀመርያ ብውዕይ ማይ ጌርና ነብስና ከነተርክሶ ኢና። ነብስና ብማይ ውዒ ጌርና ምሰ ተርከስና በዛ ዘዳለናዮ ማስክ ጌርና ምሉእ ነብስና ክንደርዞ ኢና ማለት እዩ ወላ ውን ሰንስቲፍ ቆርበት ናይ ነብስና ውን ወላ ሓንቲ ጸገም የብሉን ክንለኽዮ ንኽእል ኢና ድሕሪ ሓሙሽተ ስጋብ ዓሰርተ ደቒቕ ጸኒሕና ከኣ ብለበጥ ዝበለ ማይ ከምኡ ድማ ሳምና ጌርና ንሓጽቦ ማለት እዩ እዛ ትሕዝቶ እዚኣ ንኹሉ ክጥቀመላ ይኽእል እዩ ዋላ'ውን ንቖልዑት ካብ ዓሰርተ ዓመት ንላዕሊ ክንጥቀመላ ንኽእል ኢና። ካብታ መጀመርያ መዓልቲ ንጥቀመላ ውን ለውጢ ክንርኢ ንኽእል ኢና። ኩሉ ሰሙን ኣብታ ንሕጸበላ ነብስና ከምዚኣ እንዳገበርና በዛ ማስክ እዚኣ ጌርና ዓብይ ለውጢ ክንርኢ ንኽእል ኢና ማለት እዩ። እዛ ዘርኣኹኹም ናይ ሓንቲ ማንካ ዓቐን እየ ጌረዶ ኣለኹ። ዝያዳ ከኣ ልክዕ ብኣኣ ጌርና ዝያዳ ንውስኸሉ። እታ ካልኣይቲ ኣዳልየያ ዘለኹ ድማ ናይ ገጽ ማስክ ኮይና ንኹሉ ጸገማት ናይ ቆርበት ትጠቅም እያ ብፍላይ ከኣ ንብዝተፈላለየ ምኽንያታት ሕብሩ ንዝቐየረ ናይ ገጽና ተብርሃልና ኮይና ኣዝያ ጠቓሚትን ውጽኢታዊትን ማስክ እያ። ንማዳ፣ ንኣሰር ናይ ፈጸጋ ከምኡውን ናይ ጸሓይ ማህረምትን ናይ ከባቢ ዓይንና ዝጽልም ውን ኣዝያ ጠቓሚት ማስክ ኢያ። ንሳ ውን በዛ ዘዳለናያ ናይ ቀራፍ ለሚን ኢና ክንሰርሓ። ሓደ ማንካ ካብቲ ናይ ቀራፍ ለሚን ዘዳለናዮ ክሬም ምስ ሓንቲ ማንካ ጹማቕ ናይ ኽያር ወይ ከኣ ኮክዩምበር ብሓደ ኣብ ጽሩይ ሸሓኒ ሓዋዊስና ክንጥቀመሉ ኢና። ገጽና ደረቕ እንተኾይኑ ዝኾነ ዓይነት ዘይቲ ንእሽተይ ማንካ ንሕውሰሉ ማለት እዩ። ዘይቲ ከም ዘይቲ ዘይቱን፣ ዘይቲ ስምስም ወይ ከዓ ኮካነት ኦይል ክንጥቀም ንኽእል ኢና። ቅድሚ ምጥቃምና ገጽና ኣጽሪና ብሳምና ተሓጺብና ከዓ ኣብ ገጽና ክንለኽዮ ኢና ንርብዒ ሰዓት ድሕሪ ርብዒ ሰዓት ብለበጥ ዝበለ ማይ ሓጺብና ከዓ ከምቲ ኩሉ ግዜ ዝብሎ ኣብ መወዳእታ ማይ ዝሑል ጌርና ክንልቕልቆ ኣለና ብድሕሪኡ ኣንቂጽና ገጽና ድኾነ ንቆርበት መተርከሲ ንጥቀመሉ ክሬም ይኹን ዘይቲ ክንለኽዮ ኢና ማለት እዩ። እዛ ማስክ እዚኣ ንሰንስቲቭ ወይ ከኣ ተነቃፊ ቆርበትና ሓደ ግዜ ንሰሙን ክንጥቀመላ ከለና ንዘይቲ ዘለዎ ወይ ከኣ ኦይሊ ስኪን እንድሕር ኮይኑ ከኣ መዓልታዊ ክንጥቀመላ ንኽእል ኢና። እዛ ማስክ እዚኣ ንሕብሩ ዝቐየረ ቆርበትና ኣዝያ ጠቓሚት ኮይና ኩሉ ክጥቀመላ ይኽእል እዩ። ኣብዚሕና ኣዳሊና እውን ንሰሙን ኣብ ተላጃ ከነጽንሖ ንኽእል ኢና። እቲ ዝተረፈና ናይ ለሚን ክሬም ከኣ ኣብ ከምዚ ዓይነት ጽሩይ ኮንተይነር ገልቢጥና ንነዊሕ ግዜ ኣብ ተላጃ ክጸንሓልና ይኽእል እዩ። ካብኡ ኣውጺእና ንነብስና ይኹን ንገጽና ማስክታት ነዳሉ ከምቲ ኣቐዲምና ዝረኣናዮ ማለት እዩ። ሕራይ እዛ ናይ ሎሚ ቪድዮይ ጠቓሚት ክትከውን ተስፋ ይገብር። ጠቓሚት እንተኾይና እውን ላይክ ከምኡ ድማ ናብ ኩሉ ንኽትበጽሕ ሼር ኣይትረስዑ ኢኹም። ዝኾነ ሕቶ ወይ ከኣ ዘይተረደኣክን እንተሎ ውን ኣብ ኮሜንት ክትገድፋለይ ትኽእላ ኢኽን። ሳብስክራይብ ዘይገበርክን ውን ሳብስክራይብ ብምግባር ሓድሽ ሓድሽ ዘውርዶ ቪድዮታት ብቐጥታ ክትከታተልኦ ትኽእላ ኢኽን። ከምኡ ድማ ንቐጻሊ ተኸታተልቲ መደባተይ ንኽትኮና ብኽብሪ ይዕድመክን። ሐራይ እምበኣር ናይ ሎሚ ቪድዮይ እዚ እዩ ኔሩ ብኻሊእ ቪድዮ ስጋብ ንራኸብ ሰላም።